መደበይ ኣኣብ ዘለኹሞ ሰላም ክትህልዉ በዓል ሙሉእ ተስፋየ ኣብ ናይ ሎማዓንቲ ቪደይ ሰለስተ ናይ ወርል ባፈድ ሽትራቴጊ ዝጥቀመለን እቲ ሊቅ ናይ ዓለምና ኢንቨስትዋ ናይ ዓለምና ተባሂሉ ድፍለጥ ዝጥቀመለን እየ ሸር ክገብረኩም መጀመርያ እቶም ዘይትፈልጡኒ ስመይ ግርማይ ወልዳ ይበሃል ኣብዚ ቻነለይ ከኣ ዝተፈላለየ ዓይነት ትሕዝቶታት ብዛዕባ ስቶክ ማርኬት ቆጠባ ጥዕና ኣተሓሳስባና ይዝርግሕ እዚ ቻነለይ ምእንታን ክዓቢ ሳብስክራይብ ሸር ከምኡ ውን ላይክ ክትገብሩ ብክብሪ ይዕድመኩም ንኪድ ናብተን ሰለስተ። መጀመርያ መጀመርያ ወረን ባፈት ዘይንፈልጦ እንድሕር ድኣ ተሃሊና ታሪክ ሂወቱ ወረን ባፈት ካብ ኖርማል ስድራ ተወሊዱ እዩ ዓብዩ ብንእሸዩ እንከሎ ከኣ ጋዜጣ እንዳሸጠ ዘዝሸጦ ጋዜጣ እቲ ገንዘቡ ሴፍ እንዳገበረ ኣብ ስቶክ ማርኬት ኢንቨስቲርን ክገብር እንዳጀመረ እዩ ብድሕሪኡ ክሳይ ዝገብር ነይሩ። ንሓንቲ ናይ ወረን ባፈት ብዛዕባ ገንዘብ ብተራጋጋሚ ደብላላ ወይ ብዛዕባ ገንዘብ ምሓዝን ምውጻይን ከም ዘይገዝእ ካብ ናይ ዓሰርተ ሽሕ መኪና ዝገዝእ እታ ን ዓሰርተ ሽሕ ድሕሪ ሰላሳ ዓመት ዕስራ ዓመት ሓደ ሚልዮን ወይ ዓሰርተ ሚልዮን ክኾና ዝኽእላ እሱ እየ ዝርኢ እቲ ገንዘብ ካብ ኣብ መኻይን ወይ ኣብ ዘይጠቅም መዓላ ዘውዕሎ ኣብ ስቶክ ማርኬት ኢንቨስቲርን ገይሩ ገንዘቡ ንዕኡ ክሰርሓሉን እዩ ዝፍለጥ እቲ ቀንዲ ክስታዩ እቲ ቀንዲ ዝጥቀመለን ወረን ባፈት ኣብ ስቶክ ማርኬት እታ ቀዳመይቲ እሱ ዝብላ ወይ ንኢንቨስተርስ ምክሪ ዝህቦም መጀመርያ መጀመርያ እስኻ ትፈልጦ ኣክሲን ግዛ እቲ እስኻ ትፈልጦ ስቶክ ማርኬት ወይ እቲ እስኻ ትፈልጦ ወይ ትርድኦ ዓይነት ኢንዱስትሪ እሱ ክትገዝእ ክትክእል ኣለካ ይብል ማለት እዩ። ካልኣይቲ ቀንዲ ዝብላ ዋረን ባፈት ከኣ ለ እሽ ካውፈ ኡን በሃልተ ሌንጋ እዚኣ ናይ ዋረን ባፈት ምኽሪ እዚኣ ኣነ ሓደ ነገር ይገዝኦ ብድሕሪኡ ከኣ ንነውሕ ዝኾነ ግዜ ይሕዞ ይብል ማለት እዩ። ስለዚ ኣብ ዋረን ባፈት ገዚኡ ንነዊሕ ዓመታት ከም ዝሕዞ እዪ ዝፍለጥ ማለት እያ ትሳማማዕ ሓንቲ ኣብዚኣ ሸር ገብረኩም እየ እዞን ኦን ሃልትን ቤትን እዚኣ እታ ቀንዲ ሽትራተጊ ማለት እዩ ኢንቨስትዋ ዝገብርዋ እንታይ እዮም ይገዝኡ ብድሕሪኡ ነቲ ዝገዝእዎ ንነዊሕ ግዜ ይሕዝዎ ብድሕሪኡ ከዓ እሳቶም ነቶም ዓማዊሎም ኣንቢት ንትገብረሎም ወይ ትሸጦ ሕጂ እዚ እንታይ ማለት እዩ ንስኻ ስቶክ ማርከት ኣብ ስቶክ ማርከት ብርክ እንድሕር ደኣ ንኣብነት ኣማዞን ወይ ቴስላ እንድሕር ደኣ ተገዚእኻ እቲ ብርክ ንነዊሕ ዝኾነ ግዜ ክትሕዞ ክትክእል ኣለካ ሽዑ እቲ ቀንዲ ፖንት ወይ እዚ ካብዚ ኣብ ዝበልካሉ ግዜ ሽዑ እቲ ናይ ብሓቂ ገንዘብካ ኣብዚ ቀንዲ ሸር ክገብረኩም ደልየ ዘለኹ ኣብ ምግዛእ ደኣ እምበር ኣብ ምሻጥ ኣይኮናን እቲ ቀንዲ ንሕና መኽሰብ ክንገብረሉ ንኽእል ስለዚ እዚኣ ከኣ እታ ቀንዲ ናይ ወረን ባፈት ብተረጋጋሚ ዝብላ ማለት እዩ